ተርጓሚ ተርጓሚ መንግስትኣብ ገብረኪዳን ገብረኪዳን ተራኺ ተራኺት ዮርዳኖስ ገብረስላሴ ገብረስላሴ ትረኻ መጽሓፍ

ቀዳማይ ክፋል
ነፃነት ሕብረትን ቃልስን ንፀጥታን ድሕንነትን ጉንበት ሽሕን ትሽዓተ ሚእትን ኣርብዓን ሸውዓተን ዓመተ ምህረት ኣብ ብጣዕሚ ብሩህን ምቹውን ኣጋጣሚ ኣብ ዝባን ጎቦ ኪነረት ኣብ መንበር ኮፍ ኢለ ክልተ ጣል ይርኢ ነይረ። ድሕሪ ዝተወሰነ ግዜ ኣብ ትሕቲ ኪነረት ዘሎ ጎላጉል ዝተቖለለ ግመ ናብ ሓደ እናተኣከበ ንፋስን ኣስሓይታን እናፈጠረ ኸደ። ሺሞን ሺሞን ዝብል ድምፂ ብድሕረይ ሰሚዐ ግልፅ እንተበልኩ ብጣዕሚ ዝቐርቦ መሓዛይ ሃረባ ሃረባ ኢሉ ናባይ ገጹ እናመፀ ረእኹም ብኹነታት ኣመፃፀኡ ደንጊፀ ካብቲ ኮፍ ዝበልክሉ ብድድ ብምባል እንታይ ደኣ ናይ ደሓን ክብል ሓቲተዮም። ለቪ እሽኮል ንዓኻ ደልዩ መጺ ኣሎ ብምባል እንቃዕ እንቃዕ እናተንፈሰን ቃላቱ እናተቆራረጸን ንሱ ብዝኒየ ደብዳቤ እውን ካብ ቤንጎሬን ኣምጽኢልካ ኣሎ ብምባል ናይቲ መልእኽቲ ህጹጽነትን ኣገዳስነትን ብዘርኢ መንገዲ ገሊጹለይ። ብዛዕባ እንታይ እዩ እንትብሎ ትንፋሱ ውሕጥ ኣቢሉ ንስኻ ብምባል ተብተብ እናበለ እቲ ደብዳቤ ብዛዕባኻ እዩ ዝገልጽ ብምባል ከረድእኒ ፈቲኑ። ቀልጢፈ ከም ዝተረዳእኽዎ ኢሽኮል ንዓይ ክጽውዕ እዩ መጺኡ። ኩሎም ኣባላት ኪቡት ብዛዕባ ናይቲ ደብዳቤ ትሕዝቶ ብዕሊ ክንገሮም ንፍሉይ ኣኼባ ተጸዊዖም ኣለዉ። ደብዳቤ ቤንጎርዮን ከም ዝገልጾ ካብ ኪቡት ሓላፍነተይ ለቒቐ ናብ ካልእ ብምስጢር ናብ ዝተመስረተ ናይ ቤተ እስራኤላውያን ሰራዊት ማለት እውን ጅውሽ ኣርሚ ብተለምዶ ሃገና ተባሂሉ ዝጽዋዕ ኣብ ከይዲ ድማ ሓይልታት ምክልኻል እስራኤል ወይ ድማ IDF ዝተብሃለ ሰራዊት ብሓላፍነት ክመርሕ ከም ዝተመደብኩ ብዕሊ ክፈልጠሉን ክፈቕዱለይን ዘተሓሳስብ ደብዳቤ ነይሩ። ቤንጎርዮን ዋላ እኳ ንዓይ ካብቲ ኪቦት ናይ ምስንባት ሕቶ እንተቕረበ፣ ኣባላት ኣልሞት በቲ መምርሒ ዝእዝዞ መሰረት ጉዳይ ስንብት ብወግዒ ክውስኑ ኣለዎም። ስለዝኾነ እዩ ቤንጎሪዮን ብቐጥታ ካብ ምእዛዝ ሕቶ ከቕርብ ዝተገደደ ቤንጎርዮን ንናጽነት ዝግበር ኩናት ከም ዝተቓረበ እናተረድኦ መጺኡ እዩ። እዚ ማለት ኣብ ወተሃደራዊ ምድላውን ኣብ ጸጥታን ድሕንነትን ትኹረት ሂብካ ምስራሕ ከም ዘድልን ቀጻሊ ዓቢ ጠመተ ዝሓትት ዕማም ንሱ ምዃኑ ተገንዚቡ ኣሎ ማለት እዩ። እዚ ሓድሽ መደብ ስራሕ ካብቶም ብዙሓት ዕማማት ኪቡት ሓደ ምዃኑ ተገንዘቡ ብምባል ኣብ ጽሑፉ ኣተሓሳሲቡ። ኣገዳስነቱ ኣገዳስነቱ ንኣባላት ንምርዳእ ድማ እዚ ሓድሽ ልእኽቶ እዚ ቀንድን ዋናን ስራሕ ኪቡት እዩ ክብል ኣስሚሩሉ። ድሕሪ ሓጺር ዝርርብን ምርድዳእን እቶም ኣባላት ኪቡት ንኽብርን ድሌትን ቤንጎርዮን ድምጺ ሂቦም። ብመሰረት እዚ ድማ ናብ ዋና ቤት ጽሕፈት ሃገናህ ቀይሕ ገዛ፣ ማለት እውን ዘሬድ ሃውስ ተባሂሉ ብዘይጸደቐ ሽም ዝጽዋዕ ቤት ጽሕፈት ሪፖርት ክገብር ተኣዚዘም ንኽብሪ ዓደይን ህዝበይን ኣብ ዝምጥን ዝኾነ ልእኽቶ ክምደብ ዓይነይ ከም ዘይሓሲ እኣምን እንተኾነ ኣነ ነዚ ስራሕ ከመይ ገይረ ክሕግዝ ከም ዝኽእል ኣዐሬ ርግጸኛ ኣይነበርኩን። ኣብ ቤንሸመን እናሃለኹ ንባዕልኻ ንምክልኻል ካብ ዝወሰድክዎም ልምዳዊ ተግባራት ሓሊፉ ካልእ ዝሰልጠንክዎ ወተሃደራዊ ታዕሊም የለን። ብዛዕባ ህንጸት ሰራዊት ይኹን ምድላው ኲናት ልምድን ኣፍልጦን የብለይን። ብዝኾነ በቲ ዝተኣዘዝክዎ መሰረት ናብቲ ቀይሕ ገዛ ምስ ከድኩ ዝፈልጦ ሰብ ረኺበ። እቲ ሰብ መሓዛይን ኣባል ኪቡት ኣልሞትን እዩ። ናበይ ከም ዝኸይድ ትፈልጥ ዶ ኢለ ሓቲተዮም ኣይፈልጥን በለሞ ዋላ ሓደ ሰብ ንስኻ ከም ትመፅእ ዝነገረኒ እውን የለን እንታይ ክትሰርሕ ከም ዝመፃኻ ንባዕልኻ ትፈልጥ ዶ ክብል መሊሱ ሓቲቱኒ ኣይፈልጥን ቤንጎርዮን እዩ ሰዲድኒ ክብል መሊሰሉ። ኦ ጽቡቕ በል ጽቡቕ በል ያኮቭ ዶሪ ቺፍ ኦፍ ስታፍ ኣዕሪ ሓሚሙ ስለ ዘሎ ንግዜኡ ናቱ ቢሮን ወንበርን ጥርሑ ስለ ዝኾነ ኣብኡ ኮፍ ኢልካ ተጸበዩ ኢሉኒ ድሕሪ ዝተወሰነ ትጽቢት ቤንጎርዮን ብኹሉ ኩርናዕ ብወተሃደራት ኣማኸርቱ ተዓጂቡ ናብ ቤት ጽሕፈቱ ኣትዩ። ናብ ቤት ጽሕፈቱ ክኣቱ እንተሎ ብጎቦ ዓይኑ ይጥምተኒ ነይሩ። ሼሞን እንቋዕ ደሓን መጻኻ። ብምባል ካብ ጅብኡ ብደንቢ ዝተጠረዙ ወረቓቕቲ ብምውፃእ ሂቡኒ። ወረቓቕቲ ብምውፃእ ሂቡኒ። እቲ ወረቐት ክልተ ሰደቓ ዘለዎ ኮይኑ፣ ሓደ ሓፂር፣ እቲ ካልኣይ ድማ ነዊሕ ዝርዝር ኣቕሓ ዝሓዘ ነይሩ። ናብታ ቀዳመይቲ ሰደቓ እናመላኸተኒ እዞም ዝርዝራት ኣቑሑ ዘድልዩና ጸዋራት እዮም እዚኦም ንደልዮም ኣጽዋራት እዮም። በቶም ዘለውን ኣጽዋራት ጥራሕ እንተተኣማሚንና ንሕና ጠፊእና ኣለና ማለት እዩ ክብል ናይቶም ኣጽዋራት ኣድላይነት ኣጽንኦት ሂቡ ሓቢሩለይ ቤንጎርዮን ካብ ባዶ ተበጊሱ ይኮነን ኣብ ምሽማት ኣጽዋር ዘተኮረም ሓድሽ ተርእዮታትን ምዕባለታትን ምምጽኦም እናተገንዘበ ስለ ዝመጸ እዩ። ኣብ ውድብ ሕቡራት ሃገራት እቲ ውሳነ ኣብ ክልተ ዝተመቐለት ፍልስጤም ክሳብ ምምስራት መንግስቲ ቤተ እስራኤል ወይ ድማ ጂውሽ ስቴት ዘምርሕ ውሳነ ክሓልፍ ትጽቢት ከም ዘሎ ኣብ ግምት ብምእታው እዩ። እዚ ውሳነ እዚ ብተናጸል ክትሪኦ እንተለኻ ሓጎስን ፍስሃን ዝፈጥር እኳ እንተኾነ ንጎንፅን ኲናትን ምኽንያት ክኸውን ይኽእል እዩ። ብምዃኑ እውን ቤንጎርዮን ብጣዕሚ ሰጊኡ ኣሎ። ኣብቲ ገና እግሩ ዘይተኸለ ሓድሽ መንግስቲ እስራኤል ብውሽጥን ብጎረባብቲ ሃገራት ዓረብን ኲናትን ተፃብኦን ክእወጅ ከም ዝኽእል ገሚቱ ኣሎ። እቲ ውሳነ ሕቡራት መንግስታት ፅቡቕ ነይሩ፣ ምፍጣር ሓዳሽ ሃገር መፈፀምትኡ ምርኣይ እኳ እንተኾነ፣

ጋሻ ውሕጅ ከይመጸ መንገዲ ውሕጅ ጽረግ ዝብል ብሂል ዘረጋግጸልና እዩ። እምበኣርከስ ቤንጎርዮን ቤንጎርዮን ሃገናን ንምጥንኻር ዘተለመ ካብቶም ቅድም ኢሎም ዝተገለጹ ምኽንያታት ብምብጋስ እዩ። እታ ትጣየሽ ሓዳሽ ሃገር ብዘይካ ንባዕላ ብወተሃደራዊ ዓቕሚ ምክልኻል ካልእ ውሕስነት የብላን። ስለዝኾነ ቤንጎርዮን እቲ ኹናት ንቐፃላይ ዘይተርፍ ተርእዮ እዩ ካብ ዝብል እምነት ተበጊሱ ንምስረታ ዘመናዊ ሰራዊት ወሳንን ጠቓምን ውሳነ ክውስን ተደፋፈእም። ዝርዝር ዝዕደግ ኣጽዋር ምስ ሃበኒ እንታይ ክገብር እኽእል ክብል ንቤንጎርዮን ሓቲተዮም ቀሊል እዩ ብምባል እዞም ኣጽዋራት ኣበይ ከም ዝርከቡ ክሳብ ዝከኣለካ ቀልጢፍካ ድለ ክብል ገሊጹለይ ናብቲ ንግዚኡ ዝሓስክዎ መንበር ተመሊሰም ነቲ ዝተውሃበኒ ዶክመንት ወይ ድማ ሰነድ ደጊመ ክሪኦ ጀሚረ ኮይኑ ግን ከም ሱቑልካ ዝንበብ ዝርዝር ኣጽዋር ኮይኑ ረኺበዮም ፍጹም ኣይተዛረብኩን ናይቲ ጠረጴዛ ተስሓቢ ከፊተ ማስታወሻን እርሳስን ረኺበ ዝዝክሮ ምጽሓፍ ኣብ ዝጀመርኩሉ ግዜ ኣብ ውሽጢ እቲ ተስሓቢ ናብ ቤንጉርዮን ዝተጽሓፈት ሓንቲ ደብዳቤ ኣሸበሸብ ዶሪ ዝዓቀባ ክትከውን ትኽእል እያ ረኺበ እታ ደብዳቤ ብሓደ ጀነራል ዝተጽሓፈት ኮይና ንቺፍ ኦፍ ስታፍ ከም ዝተመደበ ንሱ ግን ከም ዘይተቐበሎን እትሕብር እያ ነይራ ንሽዱሽተ መዓልቲ ቺፍ ኦፍ ስታፍ ክኸውን ድሌት የብለይን ዝብል ትሕዝቶ ዝነበራ ኮይና ንዓይ ግን ክሳብ መሳርሕተይ ሓቲተ ዝርድኦ ብዙሕ ትርጉም ዘይሃበትኒ ጽሕፍቲ እያ ነይራ። ንምንታይ እቲ ጀነራል እዚ ስራሕ ክለቅቕ ተገዲዱ ኢለ ሓቲተዮ ንሓደ መሳርሕተይ ብዙሕ ምኽንያት ኣሎ ክብል ድማ መለሰለይ ንኣብነት እንታይ እንታይ ዝምልከት ክብል መሊሰ ሓቲተዮም ንኣብነት ጠያይቲ ክብል መሊሱለይ እንታይ ማለትካ እዩ ክብል ወሲኸ ሓቲተም ነዞም ዝርዝራት ተመልከት ብምባል ናብ ሓደ ዝርዝር ስም ኣፅዋር ዝሓዘ ፅሑፍ ኣመላኸተኒ እሞ ሽዱሽተ ሚልዮን ጠያይቲ እዩ ኢሉኒ ብዙሕ ይመስል ክብል ከም ዝኣምነሉ ኣረጋጊጸሉ እቲ ሰብ ብናተይ መልሲ ክርትም ኢሉ ስሒቑም እንድሕር እቲ ኹናት ተጀሚሩ ብሚልዮናት ዝግመት ጠያይቲ ኣብ መዓልቲ የድልየና ክብል ምስ ገለጸ ቅድሚ ቤት ጽሕፈት ለቒቑ መውጽኡ በል ጎብዝ እቲ ስራሕ ቀሊል ኣይኮነን ክብል ኣጽንኦት ሂቡ ኣተሓሳሲቡኒ እቲ ጀነራል ካብ ሰሙን ንታሕቲ ዘዋግኦ ጠያይት ሒዙ ውግእ ምክልኻል ከካይድ ድሌት ኣይነበሮን። ስለዚ ከምዚ ዝበለ ኣብ ሓደጋ ዘውድቕ ስራሕ ብሓላፍነት ክስከም ስለ ዘይደለየ እዩ ነቲ ስራሕ ዘይተቐበሎ። ዝኾነ ኾይኑ ነቲ ኩነታት ብርግኣት ምስ ተዓዘብኩ ክልተ ሓቅታት ክርዳእ ክኢለ። ቀዳማይ እታ ሓዳሽ ሃገር ሓደጋ ኹናት ተቐዚልዋ ኣሎ። ኣሸበሸበ እውን እቲ ዝኸበደን ዝዓበየን ሓደጋ እቲ ዝኸፍአ ሓደጋ ብዝተሓተን ዝወሓደን ቀረብ ኣጽዋርን ጠያይትን ክንምክቶ ምሕሳብ፣ ኣጸጋምን ሓደገኛን ኣረኣእያ ምዃኑ ፈሊጠ ኣለኹ። ካልኣይ፣ እቲ ሓደጋ ቃላት ካብ ዝገልጸዎ ንላዕሊ ምዃኑ ተረዲኤ ኣለኹ። ስለምንታይሲ፣ ሓደ ብጣዕሚ ከቢድ ወተሃደራዊ ክኢላን፣ በዓል ሞያን ንዓዱ ክሕግዝ ተሓቲቱ ዝተሰከሞ ብምዃኑ ሰተት ኢልካ ዝእቶ ከም ዘይኮነ ብዝበለፀ ዘፍርሕን ዘደንግፅን ጉዳይ ምዃኑ ተረዲኤ። ቤንጎርዮን ንንእሽተይ ስራሕ ከም ዘይሓተተኒ እፈልጥ እየ። ገና ንዘይተወለደት ሓዳሽ ሃገር ንምክልኻልን ንምጥንኻርን ደልዩ ክውንነት ጽዮናዊነት ከረጋግጽ ተመኒኡ'ዩ ነቲ ስራሕ ክዓምም ሓቲቱኒ። ናይዚ ከቢድ ሕቶ መልሲ እሺ ጥራሕ ኢልካ ካብ ምቕባል ወጻኢ ምስ ዘለና ታሪኽ ምስ መጻኢ ግዜና'ዩ ኣተኣሳሲርካ ክረኣ ዘለዎ። ስለዚ ምስ ዘለኒ ዓቕምን ሕጽረት ተሞክሮን መጠን ክብደት እቲ ብድሆ ዝነከየ ዋላ እንተመሰለ፣ ምስ ዘለኒ ድልውነትን ውፉይነትን ነቲ ጸገም ፊት ንፊት ክገጥሙ ግን ወሲነ። ቃል ኣቦሓጎይ ኣብ ሕልናይ ኩሉ ግዜ ምስ ደወለ እዩ። ኩሉ ግዜ ቤተ እስራኤላዊ ኾንካ ቀጽል ዝበለኒ ማለተይ እየ ኣባል ቤተ እስራኤል ምዃን ንዓይ ቅድሚ ኩሉን ልዕሊ ኩሉን ሞራላዊ ትብዓት ምውናን እዩ ሞራላዊ ትብዓት ምእንተ ህዝበ እስራኤል ካባይ ዝድለ ትጽቢት ዝግበር ኩሉ ነገር ምፍጻም እዩ ኣብታ ግዜ እቲኣ ኣሸበሸብ ሕጽረት ተመክሮን ሓላፍነትን ከምኡ እውን ሕጽረት ኣፍልጦ እቲ ቤንጎርዮን ክዕድጎ ዝሃበኒ ኣጽዋር ክህልወኒ ይኽእል እዩ ግን ድማ እቲ ውሳነ ካብ ብድሆታት ምህዳም ንላዕሊ ብዛዕባ ጠያይትን ኣጽዋርን ምሕዝነትን ኲናትን ብጣዕሚ ዘድልየሉ ኩነታት ከም ዘሎ ተገንዚበ ምስ ዘለኒ ሕጽረትን ድሩትነትን ክብድሆ ድማ ምሉእ ብምሉእ ተቐቢለዮ።
ትረኻ መጽሓፍ ዓቢ ዓበይቱ ንሕላም!

ተርጓሚ ተርጓሚ መንግስትኣብ ገብረኪዳን ገብረኪዳን ተራኺ ተራኺት ዮርዳኖስ ገብረስላሴ ገብረስላሴ ትረኻ መጽሓፍ